ተራኺ ያቆብ ዳዊት ጭው ቀትሪ ፀሓይ ካርቱም ኣብ ርእሲ ናይ ስራሕ ድኻመይ ንመላእ ኣካለይ ብድኻም ረሸሽ ኣቢላቶ ከምዘይብፃሕ የለን ግን ኣብቲ ኣብ ጅረፍ ዝርከብ መንበሪ ቤተይ በፂሐ ድርኩኺት ገዛይ ቅድሚ ምርጋጸይ ብኽያት ቅሳነት ሰሚዐ ስጉምተይ ገቲኤ ሰገጥ በልኩ። ብኽያታ ሓድሽ ኣይነበረን ንኣይ። ንሳ ክትበኪ ኣነ ክእብዳ ዝተረባረብናሉ'ዩ። ሕጂ'ኸ እንቲያ ኮይና ዝብሉ ሕቶታት ኣብ ሑጻ ኣእምሮይ ተሰትዮም ተሪፎም። ነቲ ዝተገፍተነ ማዕጾ ደፊኤ

በጃ ክባ ስምዕኒ ዝደረቐ ነብሰይ ዝሑል ማይ ዘዝሕሎ ኣይነበረን እናታ ሓጎስ ዓቢሩ የትዩ ንዓይ ትምልሰለይ ጠፊእዋ ርእሳ ድነነት ሕጂኸ እንታይ ኣጋጢሙ ናይ ምሰል ዛንታኣ ክወሓጠለይ ኣይከኣለን ሜሮን ደው ኢሉ ጸኒሑ ጽቡቕ እሞ እንታይ ኢልኪ ዝተዓቑረ ብኽያታ ዳግማ ይተባርዐ ናሪ ንብዓታ ናብ ኣፍ ልባ ክስተ ግዜ ወሰደን ኣይፈልጠክን እየ ገጽክን ንምጽማጽክን ክርእየኪ ኣይደልን እየ ኣንቲ ከልቢ ኢሉኒ እንተልኪ ብስምባደ ልበይ ፈግ ብለት ብዛዕባ ጥንሰይ ፈሊጡ ኣንቲ ሸርሙጣ ይገድፍ ኣንቲ ከልቢ ይገድፍ እልቢ ዘይብሉ ጸርፍታት ጸሪፍኒ ከረድኦ እንተፈተንኩ ክሰምዓኒ ካልእ ብኸመይ ፈሊጡ ካብ ዝፈራኹ ይወጻኹ ካርቶም እኮ እዛ ንፈልጠ እያ ፈጣሪ ዓሰርተ ትእዛዛት ሂቡና ኣብ ዘይ ስራሕኹም ኣይትእተው ትብል ድማ መበል ዓሰርተ ሓደ ሕጊ ክትኣቱ ነይርዋ ዝኸፍአ ግን እቲ ጥንሲ ናትካ ምዃኑ እዩ ኣሚኑ ዘሎ ወየነ ክርስስቲ ሓዳስ ሓዘንተኛ ክትመስል ንሰለፋ እንዳጠፍጠፈት እይ ላልቀሰት ክእብዳ ኢለ ካብ መኸፍለይ ክትስእ ኣብ ዝበልክሉ ኣብ ጁባይ ዝኣተወት ሞባይለይ ናይ ደወል ድምፂ ኣስምዐት ኣብዚ ንደወል ቴሌፎን ዝሃርፈሉ ነገረ ስደት ኮይንን እምበር ክቕበል ኣይደለኹን ከይከፈትኩን ሞባይለይ ካብ ጁባይ ኣውፀኹዋ ሜሮን ዝብል ናይ ደወል ስም ምስ ረኣኹ ፍርሒ ዝሕው በለኒ ዜ ዝተባህል ኩላ ቅሳነት ስም በዓል ቤታ ርእያ ንብኽያታ ውሒጣ ብፍርሒ ዓይኒ ጠመተትኒ ድሕሪ ክልተ ፃውዒት መቐበሊ ጠወቕኩ ሃሎ ብትሕትና ልሳነ ኣድመፅኩ ኣታ ኸሓዲ ኣነስ እዚ ኢደይ ነበልባል ሕርቃኑ ንእዝነይ ከይሸልበቦ ይተረፈን ነው ሜሮን ህድእ እሞ በል ብዛዕባ ህድኣተይ ዝግድሰካ ኣይኮነን እሙን ዓርከይ ኢለ ንሰበይተይ ሓዊ ኹና ተኸናኸና ከም ዘይበልኩኻስ ብሓይሊ ኣጥኒስካ ጠርኒፍካያ ጌጋ ርድኢት ኣይትሓዝ ሜሮን ሃዲእኻ ንኩሉ ነገር ምምርማር ከድልየካ እዩ ሓሳዊ ሰይጣን ንኸምስል ደይኮነን ዘዕዊ ንስኻ ግን ሰብ ኣይኮንካን ዘይሰብ ኢኻ ቁንጅና መልሓስካ ትሕትና ኣርዮስ ክበሃል ከምዚ ናትካ ደይኮነን ኣታ ከም በዓል ከማኻስ ምስ ሰባት ዲኹም ክትቁፀሩ ኣንስቲ ኣሕዋትኩም ትደፍሩ ኣህ ውዒልና ሓዲርና ምርኻብና ዘይተርፍ እዩ ሓንቲ ለይቲ እንተሕዲረካ ግን ኣያነኒ ስምዓኒ ተሃዊኽካ ዝውሰን ነገር ኣይኮነን ኣጋጢሙና ዘሎ ልቦና እንተለካ ህድእ ኢልካ ክትርዳእ ንፈትን እዚ ጥንሲ ግን ፈቲኻ ጸሊኻ ናተይ ኣይኮነን በዚ ሕልና ዘይብሉ ዘረባኻ ግን ናተይ እዩ ኣታ ሰብ ተገምጢልካ ከዓ ተሽካዕለለይ ኣለኻ ወዲ ሸርሙጣ ከመይ ዓይነት ሰብ ዲኻ ትቆጽረኒ ድሓን ንክልቴኹም ግን ዓስቢ ጥልመትኩም ኣተርኢሰኩም ካሕድረ ደወል ተቋረጸ ዝርብ ክልቴና ብጽሞና ክትሰምዕ ዝጸንሐት ቅሳነት ብኽያታ መትሓዚ ተሳኢንዎ ኣብ መሬት ሰፋሕፋሕ እንዳበለት ከም እብሪ ትልቀሰት ንሰልስቲ ዝቐጸለ ብኽያታ ኣቢለ ክእብዳ ይከኣልኩን መግቢ ተሓሲማ ናብ ሳዕሪ ጸረየት ከቢድ ጓሄኣ ናብ ርእሱ ዝኸኣለ ሕማም ተቐይሩ ኣይ መውቲ ኣይ እስርቲ ኮይና ኣብ ኢደይ ወዲቓትኒ ትንፋስ ተሰኣኖ ትንፋሳ ኩልፍ ዝበለት ኮይኑ እዩ ተሰሚዕኒ ብስምባደ ናብ ጽሉል ተቐይረ ሕዝያ ንሕክምና ተጓየኹ ኣብ ዓራት ተጋዲማ የማን ጸጋም ብዝጻፍዑ ሓካይም ተኸቢባ ምስ ረኣኹ ኣብ ኣፍ ደገ ክፍሊ ተጨቢጠ ንብዓት ዕንተይ እንዳረገፍኩ ናብ ፈጣሪየይ ጸሎት ኣዕረግኩ። ኣብ ዓሚዩቕ ናይ ልማኖ ጸሎት ዘረባ ሜሮን ውትፍ ኢሉ ንጸሎተይ ዘረጎ። ነብሲ ወከፍ ዘስምዓኒ ቃላት እሾኽ ዳንዴር ተቐይሩ ነፍሰ ስጋይ ጠሹኽ ኣበሎ። ንምንታይ ግን ትም ኢለ ኣለኹ? ሓቂ ተጓዕጺጻ ተቐቢራ ክትነብር ኖ ኖ ኖ መንቀሊ ዝኹሉ ዝኾነ ጥንሲ መን እዩ ተሓታቲ? መን ይኸ እምነቱ ዝሸጠ ካዕቦ ሕቶታት ተደፊእኒ። ንሞባይለይ ካብ ጁባይ ብምውፃእ ናብታ ሜሮን ዝብል ስም ዝተመዝገባ ናይ ዋትስኣፕ መስመረይ ከፊተ ተፋጠጥኩ እንታይ ይኽብሎ ብሕርቃን ንዝተጎበኤ ኣእምርኡ ኣየናይ ትግርኛ እዩ ከስምዖ ዝኽእል ዝመፀለይ ሓሳባት ክፅሕፍ ጀመርኩ ናብ ዝተፈተኻ እሙን ዝብለካ ዓርከይ እሙን ዓርከይ ዝብላ እስቲ ስለ ዝረኣኻ ንፅሑፈይ ኣይትብፃሓዮ ኣብዚ ሕጂ ግዜ ብሕርቃን ሰንበረ ኣእምሮኻ ነዛ እሙን ዓርከይ ትብል ቃል ምስ ረኣያ ሕርቃን ከም ዝቕጀለካ እፈልጥ እየ። ዝብሎ ብዙሕ እዩ። ዛዕባ ቁም ነገረይ በቲ ነድምጾ ትግርኛ እዩ። ተተጋጌ ከም ትመርሓኒ ሕሉፎይ ምስክረ እዩ። ፍሉይ ኣርእስቲ ከምጽእ ኣይደልን። በቲ ዝተባህለን ዘሎን ኩሉ ኣረጊት እዩ። ኣብዚ ግን ሓደ ኣሎ። ዝዓበናሉ ወካልን ስምን ዓርከይ ዝብል ትግርኛ ክንዲ ብዙሕ ቋንቋታት ፍለጥ፣ ክንድቲ ኣነን ንስኻን ንዘራረበሉ ዝነበርና ቋንቋ ዴና ዝመጽእ የለን። ይጋገ ኣለኹ ኣይብልን እየ። ዘዕበየናን ዘንበረናን ኣብ ጎደናና ዘሎ መባእታን ዘልኣለምን ቤት ኣምላኽ ንፈልጦ ኢና። ድሕሪ ፍቕሪ ስድራ ቤት ዘፍቅሮ እንተሃልዩ ንስኻ ኢኻ። ሕሉፍ ግዝያት ኣብ ሎሚ እንክዝክሮ ብናፍቖት ከም ዝሓደርና ዝተጠብሐ ሕልና ይምስክሮ እዩ። ብቓል ዘይግለጽ ሽዑ ጥዑም ነይሩ በጃኻ ቀደም ነይሩ እንክበሃል ጻልታ ሓቂ እዩ ኩዕሶ ጅሮኒ መስቀል ኮይኑ ሆየ ሆየ ኣርባዕተ ቦርታ ኣብ ድሮ ውደ ዓመት ሓድሽ ክዳን ለቢስና ኣብ ቤተ ክርስቲያን ክንሓድር ጸወታ ባልኛ ዓካት ዕንክሊል ኣኹድር ማማ ከተማ ጭርጫ ዓበደ ኣተሓዛዛል ቡቻ ክንደይ ክብሎ ብስጋን መንፈስን ሓደ ነይርና ንበኣስ ንዕረቕ፣ ንጻረፍ ንማኻኸር፣ ከምቲ መሬት ክጽልምት እንከሎ ንጻወቶ ዝነበርና ማማ ከተማ ተሓባቢእና የተዳላለና፣ ብመሸማዕ ዝተሰርሐ ቦርሳ ሒዝና ተሓቋቊፍና ንምህሮ ክንግስግስ፣ ከም ፍቕሪ ድምር ክልተ ሓደ ኮይንና ኣብ ዓለም ዝመቀረ ገዛኻ እዩ። ንስኻ ኸኣ ማዕረ ገዛይ መቂርካኒ፣ ዓሪቐ ብሞራል ከዲንካኒ፣ ጸሚኤ ብወለላ ልሳንካ ኣርዊኸኒ፣ ጠምየ ብጸሓይ ፍሽኽታኻ ኣዕጊብካኒ፣ ክልተ ኣዕንቲ ብሓንሳብ እርእያ ይዕመታ፣ ንሕድሕደን ግን ኣይረኣያን እየን፣ ትርጉም ዕርክነት ግን ክልቴኻ እንዳተረኣኻ ውሽጥኻውን ትረእ ኢኻ፣ እዚ ኢኻ ኔርካ ንዓይ፣ ትዝክሮዶ ጸንጽዋይ ዳሞንን ፒትያስን፣ ከመይ ኢልካ ክትርስዖ ኣብኡ ኣንጎሎ ገዛውትና ርእሱ ዝኸኣለ ናይ ፅንፅዋይ ላይብረሪ እዩ ነይሩ እታ ፅንፅዋይ ኣረሳዕኽዋን ኣስማት እውን ኣይተጋገኹን ኣብ ቦታ ታሪኽ ግን ስም ተተጋጊ ኣርመኒ ንዕልል እምበር ከም ደቂ ደርሆ ዕጉግ ኢልና ኣእዛንና ንፅሎ ንዝረበሸ ትም ዘብል ፍርዙን መታዕቢቲ ኣለና ወደኮይ ጽልማይ ከይበልካኒ ጽንጽዋየይ ክቕጽል ደሞ ምስ ተኣሰረ ንጉስ ዝዋሕሶ ሰብ ተረኺቡ ቅድሚ ሞት ንስድርኡ ክናሳሕ ኣፍቂድሉ እሙን ዓርኩ ፕትያስ ዓይኑ ኣይሓሰየን ክእሰረሉ ፍቓደኛ ምዃኑ ኣፍሊጡ ኣብ መወዳእታ ናይቲ ቆጸራ መዓልቲ ደሞ እንተዘይመጺኡ ባዕሉ እቲ ናይ ሞት ፍርዲ ክቕበሎ ምዃኑ ተነጊርዎ ዕጅብ ኣይበሎን ንነብሱ ኣብ ደረጃ ፍጹምነት ናይ እምነት ሰሪዑ እዩ ዝኣምና ንዓርኩ ደሙን ማዕረ ፈጣሪ እዩ ዝኣምኖ ካብዚ ዝዓቢ እምነት እንተሐሎ እምነትን ልብን ሓደ ዶ ኣይኮናን ሰረት ህይወት ደሞን ዝተዋህቦ ግዜ ከይተግበረ ካብ እስሪ ቤት ወፂኡ ነቲ ከም ፈጣሪ ንሰማይ ብዘይ ዓንዲ ዘቆመ እምነት ከምዘይ ክሕዶ ተላቢዎ ሓደን መወዳእታን ስለ ዝኣመኖ ምሕጽንታ ዘድልዮ ኣይነበረን። ግዜ ተደሚሩ ሰዓት ቆጸራ ኣኺሉ ደሞን ሽቱ ኣይተረኽበን። ብዙሓት ሰባት ንፊትያስ በቲ ዓሻ እምነቱ ከቋናጽብዎ እንከለዉ ደሞ ንዓርኩ ብልቢ ስለ ዝኣምኖ ኣይጠልመንን እዩ ክብል ኣፍ ልቡ ነፊሑ ይመሊሱሎ። ዝተመደበ ግዜ ኣኺሉ ገመድ ኣብ ክሳድ ፊትያስ ኣተወት። ሞት ኣብ ቋሕ ሰም እንከላ ፕትያስ ደሞን ከም ዘይጠልሞ ኣሚኑ እምነቱ ይቀነሰ ኣብ ናይ ዜሮ ሰዓት ንጉስ ፍርዲ ቅድሚ ምሃቡ ደሞን ተረኺቡ ኩሉ ሰብ ሰቢዱ ሕሰቦ እሞ ፍርዲ ደሞን ሞት እዩ ሞት ከዓ ካልኣይ የብሉን ግን ከ ኣለዎ ስጋ መይቱ እምነት ቀቢርካ ምስ ትመውት ካልኣይ ሞት ደይኮነን ዝበሃል ደሞ ብጌጋ እሙን ዓርኩ ካብ ሞት ኣምሊጡ ብህይወት ክነብር ኣይመረጸን እምነቱ ዝቐተለን ንፈጣሪኡ ዝኸሓደን ሓደ ኣይኮነን ንጉስ ብናይ ክልቲኦም እሙን ዕርክነት ተገሪሙ ንደሞን ነጻ ፈኝዎ ካብዚ ዝዓቢ ናይ እምነት ዛንታ ብንኡስና ኮነ ምስ ዓበና ሰሚዕና ከም ዘይንፈልጥ እንድዐ ንስኻ እምበር ኣነስ ኣይጠራጠርን እየ ዛዕባ ጽሑፍካ እንታይ ኢልካ ትሓተኒ ትህሉ በቲ ንስኻ ትብሎ ሃለውለው ዶ ኢለ ሓዘን ክዳኣ ከመይ ባለኻ ጸጋ ጥዕናኻ ማሕበራዊ ህይወትካ ነቲ ናተይ ጽቡቕ ኣብ ርእሲ ናትካ ጽቡቕ ክውስኸልካ ንፈጣሪ ንፈጣሪ ጽልየልካ ዝፈልጦ ምስልኻን ጣዕሚ ነብስኻን ፈርዚኑ ኣብ ስእሊ ምስ ረኣኹ ሕጉስ ፍንጭ ሒረ እዚ እኮ ብዘይካኻዶ መን ኢሉኒ እዩ ሕጂ ግን ተቐይርካኒ ተቐይርካኒ ጥራይ ዲኸ ጭው ዝበለ ጓና ኾንካኒ። ስጋ እንተ ጸበቐ ንሓሞት እዩ፣ ውሽጢ ተጸበቐ ግን ንዘለዓለም ህያው ነባሪ እዩ። ካብ ልሳነይ ኣይኮነን ገጸይ ጠሚትካ እንታይ ይሓስብ ኣጥዒኻ ትፈልጥ ኢኻ። ሕጂ ደኣ እሞ እንታይ ረኺብካ ንባብካ ኣይተቋርጽ ቀጽል ደኣ። ኣነ ዝብል ሰማዒ የብሉን ሕጂስ ግደኻ ይስምዓኒ ደኣ። እንኳን ፅሑፈይ ኣንቢብካዮ ገና ሰታሪት ኣብ ኢድካ ምስ ኣተወት ብሕርቃን ፈኽፈኽ ኢልካ ካሻ ሙሉእ ፍሒምካ ትኸውን ኢኻ ንምንታይ ግን ካብ ሓቂ ትሃድም ዕውር ሕልናኻ እንቃሓዮ ሃለው ኣይተብለኒ ንባዕለይ ጽቡቕ የለኹን ከምዚ ኢለ ስምዒተይ ኣካዊነ ክጽሕፍ ዘብቃዓኒ ጎይታ ምስ ገንኡ ንዕኡ ይኹኖ ንኺድ በልና ቁም ነገርና ኣብዚ ሕጂ እዋን እቲ እሙን ትብለኒ ዓርክኻ ንሰበይትኻ ስለ ዘጥነስክዋ ከም ከሓዲ ይሁዳ ትቖጽረኒ ኣለኻ ኤ ግዳ ሓቂ ከምቲ ዝበልካዮ ክትቆጽረኒ ይግባእ እዩ ግን ብሓቂ ድየኸ እዚ ጉዳይ ውዒለዮ ዝብል ኣፍራሲ ቃል ግን ክህሉ ግድነት እዩ በዓልቲ ቤትካ ካብ ኢትዮጵያ ንኻርቱም ክትሰግር እንከላ ተቐበላ ሓዊ ኹና ኢልካኒ ስለምንታይ ንዝብል ሕቶ ብመንፈስን ፍቕርን ከም ነብስኻ ትኣምነኒ እሙን ሓዊ ስለ ዝኾንኩልካ እዩ ነይሩ እንኳይ በዓልቲ ቤትካ ብኣኻ ዝመፀኒ ደኣ ኢደይ ቆሪፀ ልበይ ገሚዐ ፍቕሪ ክህብ ቋሕሰም ዘድልየኒ ነበረ በዓልቲ ቤትካ ናብ ኢደይ ብሰላም ክትበፅሓኒ ልዕሌኻ የፃሊተ ግን ኣብ ጥቓይ ከይበጽሐት ገጻ ምስ ረኣኹ ክገልጾ ዘይክእል ከቢድ ሓዘን ኣቢበ ስጉምትታትና ምስ ተቓረበ ብንብዓት ተሓጺባ ሽዑ ዝሰንበድክዎ እዚዩ ኣይንበሎ ሓቲተያ ኣብ መንገዲ እንዳሰገራ ከለዋ ብኻልእ ሰብ ጀለብያ ከም ዝተታሕዛ ውጊዓትኒ ዳግማይ ካብቶም ዝጨወይዎም ርብሕ ዝበለ ገንዘብ ከፊልካ ከም ዘውፃኻያ ባዕልኻ ትፈልጦ ዛንታ ስለ ዝኾነ ምድጋማ የድልየኒ እዩ ሓደ ዝተዓብጠ ምስጢር ኣነን በዓልቲ ቤትካን ንፈልጦ ኣሎ ኣብቲ ዝተጨወያሉ ግዜ ብሓደ ዓቢ ሰብኣይ ናይቶም ጨወይቲ ሓላፊ ብዘይ ፍታዋ ብሓይሊ ተጋሲሱ ዓሚጽዋ። እዚ እዩ ነይሩ መንቀሊ ንብዓታ። ከመይ ዓይነት ጓሂ ከም ዝተሰማዓኒ ንባዕልኻ ኣይጠፍኣካን ይኸውን። በቲ ዘጋጠማ ንኽእብዳ ዝከኣለኒ ጽዒረ። ምስ ግዜ ዝሒደ ወርሒ ኣብ ዘቑጸረትሉ ግን ድቦላ ሽግር ገጢምዋ። ብሰሪታ ሰንካም ናይ ዓመጽ መዓልቲ በዓልቲ ቤትካ ኣቦኡ ዘይፍለጥ ዕሸል ኣብ ከብዳ ቋጺራ። ዘሕለፍናዮ ጓሂ መከራ ሓዘን ክገልጸልካ ኣይክእልን እየ ኩሉ ዘጋጠመ መጀመርትኡ ክንነግረካ ሓሲብና እንታይ ዓኒድና ግን እንድዒ ከም ዝመስለኒ ግን ፈሪሕናካ ክንኸውን ፍርሒ ብዙሕ ምኽንያት ኣለዎ ነቲ ደም ኮይኑ እንዳ ጓሓፍ ዝደርበናዮ ንጹህ ዕሸል መርገሙስ እናውኮ የንብዐና